ሰላም ንዓኹም ይኹን ክቡራትን ክቡራንን ተዓዘብቲ እዚ መደብ ንሎሚ ረቡዕ ሚያዝያ ዓሰርተ ሓሙሽተ ክልተ ሽሕን ዕስራን ሽዱሽተን ዝተዳለዉ ዜናታት ሒዝናልኩም ቀሪብና ኣለና። ሰናይ ምክትታል። ፕሬዝደንት ትራምፕ ንቀዳመይቲ ሚኒስተር ኢጣልያ ጆርጅያ ሞሎኒ ወቒሱ። ኣልጀዚራ ሎሚ ረቡዕ ኣብ ዘመሓላለፎ ጸብጻብ ፕሬዝደንት ኣሜሪካ ዶናልድ ትራምፕ ነታ ሓንቲ ካብ ናይ ቀረባ ደገፍቱ ዝነበረት ጆርጂያ ሞሎኒ፣ ቀዳመይቲ ሚኒስተር ኢጣልያ፣ ኣብቲ ኣሜሪካ ኣብ ልዕሊ ኢራን ዝጀመረቶ መጥቃዕቲ ስለዘይሓበረት ትብዓት የብላን ብምባል ብትሪ ነቒፍዋ። ትራምፕ ምስቲ ኮርየር ዴላ ሴራ ዝተብሃለ ናይ ኢጣልያ ጋዜጣ ኣብ ዝገበሮ ቃለ መጠይቕ፣ ብመሎኒ ተገሪመ'የ፣ ትብዓት ዘለዋ ይመስለኒ ነይሩ፣ ግን ተጋግየ ኢሉ ኣሎ። እዚ ናይ ትራምፕ ነቐፌታ ዝመጸ፣ መንግስቲ መሎኒ ምስ እስራኤል ዝነበሮ ናይ ምክልኻል ምትሕብባር ስምምዕ ብቕጽበት ከም ዘይሕደስ ምስ ገበረ'ዩ። መሎኒ ነቲ ውግእ ክትድግፍ ፍቓደኛ ብዘይምዃና፣ ትራምፕ ከምዚ ክብል ገሊጽዎ፣ ጆርጅያ መሎኒ ኣብዚ ውግእ ክትሕግዘና ኣይደለየትን፣ እታ መራሒትኩም መሎኒ ነቲ ኣብ ኢራን ዘሎ ነዳዲ ንምቁጽጻር ዝኾነ ዘይምግባራ ህዝቢ ይሕጎስዶ ይመስለኩም ክብል ተሰሚዑ። ቅድሚ እዚ ቃለ መጠይቕ እዚ መሎኒ፣ ትራምፕ ኣብ ልዕሊ ርእሰ ሊቃነ ጳጳሳት ልዮን ዝሃቦ ርእይቶ ተቐባልነት የብሉን ብምባል ነቒፋቶ ነይራ። ትራምፕ ድማ ነዚ ክምልስ ከሎ፣ እታ ተቐባልነት ዘይብላ ባዕላ መሎኒ እያ፣ ምኽንያቱ ኢራን ናይ ኒዩክለር ኣጽዋር ሃልይዋ ንኢጣልያ ኣብ ውሽጢ ክልተ ደቒቕ ክተበርዕና ዕድል እንተረኺባ ዝኾነ ግዲ የብላን ኢሉ። እዚ ኩነታት እዚ እቲ ውግእ ኣብ መንጎ ሃገራት ምዕራብ እውን ከቢድ ናይ ዲፕሎማሲያዊ ወጥሪ ይፈጥር ምህላዉ ዘነጽር እዩ። ብተወሳኺ ሎሚ ካብ ዘ ጋርድያን ዝወጸ ጸብጻብ ከም ዘመልክቶ ፕሬዝደንት ዶናልድ ትራምፕ ኣብ መንጎ ኣሜሪካን ኢራንን ዝካየድ ዘሎ ናይ ሰላም ዘተ ኣብ ውሽጢ ዝቕጽሉ ክልተ መዓልታት ኣብ ኢስላማባድ ፓኪስታን ክጅመር ከም ዝኽእል ገሊጹ። ትራምፕ ነቲ ናይ ፓኪስታን ወተሃደራዊ ሓለቓ ፊልድ ማርሻል ኣሲም ሙኒር ዘካይዶ ዘሎ ናይ መድረኽ ምድላው ስራሕ እውን ንኢድዎ ኣሎ። ትራምፕ እዚ ዘረባ ዝሃበሉ ንሓንቲ ሪፖርተር ጋዜጣ ኒውዮርክ ፖስት ኮይኑ፣ ንሳ ነቲ ዝሓለፈ ሰሙን ዝተኻየደ ቀዳማይ ዙርያ ዘተ ንምጽብጻብ ናብ ኢስላማባድ ከይዳ ነይራ። ትራምፕ ኣብ ዝሃቦ ሓበሬታ፣ ገለ ነገር ኣብ ዝቕጽሉ ክልተ መዓልታት ክኸውን ስለ ዝኽእል ኣብኡ ጽንሒ፣ ንሕና ናብኡ ንምኻድ ዝያዳ ድሌት ኣለና ኢልዋ። ነቲ ምስ ኢራን ናይ ሰውራ ሓለዋ ጽቡቕ ርክብ ዘለዎ ኣሲር ሙኒር ድማ፣ ድንቂ ስራሕ እዩ ዝሰርሕ ዘሎ ክብል ገሊጽዎ። ከምኡ'ውን ሓደ ናይ ፓኪስታን በዓል ስልጣን እቲ ዘተ ኣብ ቀረባ ግዜ ክጅመር ትጽቢት ከም ዘለዎ ገሊጹ። ጸወታ ተጀሚሩ ኣሎ፣ ዘ ገይም ኢዝ ኦን ኢሉ። ፓኪስታን እቲ ዘተ ቅድሚ እቲ ብረቡዕ ዕስራን ክልተን ሚያዝያ ዘብቅዕ ናይ ክልተ ሰሙን ምቁራጽ ተኹሲ ንኽካየድ ትቀዳደም ኣላ። እቲ ዝሓለፈ ሰሙን ንዕስራን ሓደን ሰዓታት ዝተኻየደ ዘተ ናይ ኣሜሪካ ምክትል ፕሬዝደንት ዴቪ ቫንስ ክቕጽል ብዘይምድላዩ'ዩ ተዛዚሙ። ቫንስ ኢራን ኒኩለራዊ ኣጽዋር ከምዘይተማዕብል ንጹር ቃል ክትኣቱ ኣይከኣለትን ብምባል'ዩ ካብቲ ዘተ ወጺኡ። ድሕሪዚ ትራምፕ ኣብ ልዕሊ ወደባት ኢራን ወተሃደራዊ ዕጽዋ ኣዊጁ። እዚ ድማ ኢራን ነቲ ወሽመጥ ሆርሙዝ ክትዓጽዎ ንዝገበረቶ ፈተነ ከም ግብረ መልሲ ዝተገብረ'ዩ። በቲ ካልእ ወገን ድማ እስራኤልን ሊባኖስን ኣብ ዋሽንግተን ብዙሕ ዘይተጸበዮ ዘተ የካይዳ ኣለዋ። እዚ ግጭት እዚ ድሕሪ'ቲ ኣሜሪካን እስራኤልን ኣብ ልዕሊ ኢራን ዘካየድኦ መጥቃዕቲ፣ ሒዝቦላህ ምስ ኢራን ወጊኑ ኣብ ልዕሊ እስራኤል ሮኬት ብምትኳሱ ዝተፈጥረ'ዩ። እስራኤል'ውን ንቤይሩት ብኸቢድ ብምድብዳብን ናብ ደቡብ ሊባኖስ ብምውራርን ግብረ መልሲ ሂባትሉ'ያ። ናይ ኣሜሪካ ሚኒስተር ወጻኢ ጉዳያት እቲ ዘተ ፍርያም ከም ዝነበረ ገሊጹ። ይኹን እምበር ሒዝቦላህ ዝኾነ ይኹን ኣብ ዋሽንግተን ዝግበር ስምምዕ ከም ዘይቅበል ኣፍሊጡ ኣሎ። እቲ ዝዓበየ ዕንቅፋት ኮይኑ ዘሎ ኣሜሪካ፣ ኢራን ንዕስራ ዓመታት ናይ ዩራንየም ምምዕባል ደው ክተብል ኣለዋ ዝብል ጠለብ ክተቕርብ እንከላ፣ ኢራን ግና ካብ ዓሰርተ ዓመት ዘይሓልፍ ግዜ ጥራይ ክኸውን ከም እትደሊ እያ ትገልጽ። ሓደ ናይ ኢራን በዓል ስልጣን፣ ኢራን ኣብ ውግእ ኣይተንበርከኸትን፣ ኣብ ጠረጴዛ ዘተ እውን ኣይክትምብርከኽን እያ ኢሉ። ብተወሳኺ ኢራን ንልኡኻት ትራምፕ ስቲቭ ዊትኮፍን ጃሬድ ኩሽነርን ስለ ዘይትኣምኖም ኣብ ዝቕጽል ዘተ ጄዲ ቫንስ ባዕሉ ክመርሖ ትሓትት ኣላ። ኣብዚ ሕጂ እዋን ሰበ ስልጣን ስዑዲ ዓረብ፣ ግብጽን ቱርክን ነቲ ሽምግልና ንምሕጋዝ ኣብ ኢስላማባድ ይርከቡ። ቀዳማይ ሚኒስተር ፓኪስታን ሸህባዝ ሸሪፍ'ውን ንስምምዕ ሰላም ድጋፍ ንምድላይን ብዛዕባ ምኽፋት ወሽመጥ ሆርሙዝን ካሕሳ ውግእን ንምዝርራብ ናብ ስዑዲ፣ ቱርክን ቀጠርን ክበጽሕ መደብ ኣውጺኡ'ሎ። ትራምፕ ኣብ ልዕሊ ርእሰ ሊቃነ ጳጳሳት ልዮን ኔቶን ተሪር ነቐፌታ ይሰድድ። ልዮን ዘለዎ ተቓውሞ ዳግማይ ብምሕዳስ ኣብ ማሕበራዊ መራኸቢታት ብዝለጠፎ ጽሑፍ ንተራ እቲ ጳጳስ ኣብ ጉዳይ ወጻኢ ፖለቲካ ነቒፉ። ትራምፕ ኣብ ጽሑፉ፣ ኢራን ኣብ ዝሓለፉ ክልተ ኣዋርሕ ጥራይ ኣርብዓን ክልተን ሽሕ ንጹሃት ዕጡቓት ዘይኮኑን ተቓወምቲ ከምዝቐተለት ሓደ ሰብ ንርእሰ ሊቃነ ጳጳሳት ልዮን ይንገሮ ብምባል ኢራን ናይ ኒኩለር ቦምብ ክህልዋ ብፍጹም ተቐባልነት ከም ዘይብሉ ኣስሚሩሉ ኣሎ። ኣሜሪካ ተመሊሳ ኣላ፣ ኣሜሪካ ኢዝ ባክ ብዝብል ጭርሖ ድማ መልእኽቱ ደምዲሙ። እዚ ምስሕሓብ ኣብ መንጎ ርእሰ ሊቃነ ጳጳሳትን ትራምፕን ናብ ከምዚ ደረጃ ዝበጽሐ፣ ርእሰ ሊቃነ ጳጳሳት ልዮን ብዛዕባ እቲ ኣብ ኢራን ዝካየድ ዘሎ ውግእ ርእይቶ ምስ ሃቡ እዩ። ትራምፕ ቀደሙ'ውን እንተኾነ ናይዚ ኣሜሪካዊ ጳጳስ ዓቢ ደጋፊ ኣይኮንኩን ብምባል ኣብ ምክልኻል ገበንን ኣብ ጉዳይ ወጻኢ ፖለቲካን ድኹም'ዩ ክብል ከሲስዎ ነይሩ። በንጻሩ ርእሰ ሊቃነ ጳጳሳት ልዮን ካብ ምምሕዳር ትራምፕ ዝኾነ ይኹን ፍርሒ ከም ዘይብሎም ብምግላጽ ድምጾም ካብ ምስማዕ ንድሕሪት ከም ዘይብሉ ብትብዓት ምላሽ ሂቦም ኣለዉ። ብተወሳኺ ትራምፕ ነቲ ወተሃደራዊ ኪዳን ኔቶ እውን ኣይሓደጎን። ሰሉስ ምሸት ኣብ ዝጸሓፎ መልእኽቲ፣ ኔቶ ንዓና ኣይሓገዘናን፣ ንመጻኢ እውን ኣይክሕግዘናን እዩ ብምባል ንኣገዳስነት እቲ ኪዳን ኣብ ምልክት ሕቶ ዘእቱ መግለጺ ሂቡ ኣሎ። እዚ ናይ ትራምፕ መግለጺ፣ ኣሜሪካ ካብቶም ዝጸንሑ ዓለምለኻዊ ውዕላትን ኪዳናትን ክትርሕቅ ከም እትኽእል ዘመልክት ኰይኑ፣ ኣብ መንጎ መራሕቲ ሃገራት ምዕራብ ድማ ስግኣት ፈጢሩ ይርከብ። እዚ ዅነታት እዚ እቲ ኣብ ኢራን ዝካየድ ዘሎ ውግእ ንወተሃደራዊ ስርሒታት ጥራይ ዘይኰነስ ነቲ ንዓሰርተታት ዓመታት ዝጸንሐ ሃይማኖታዊ፣ ዲፕሎማስያውን ወተሃደራውን ዝምድናታት ዓለም ይጸልዎ ብምህላዉ ኣዘራራቢ ኰይኑ ኣሎ። ትራምፕ ቀዳምነት ንኣሜሪካ፣ ኣሜሪካ ፈረስት ዝብል ፖሊሲኡ ብምጥቃም፣ ንዝኾነ ይኹን ነቲ ውግእ ዝነቅፍ ኣካል ዋላ እኳ ላዕለዋይ መራሒ ሃይማኖት እንተኾነ ካብ ምውቃስ ዓዲ ወዓለን። ሞስኮ ንጸገም ኒዩክለር ኢራን ንምፍታሕ ሓዱሽ እማመ ኣቕሪባ። ኣብ መንጎ ኣሜሪካን ኢራንን ሓዱሽ ናይ ሰላም ዘተ ክካየድ እዩ ዝብል ሓበሬታታት እናዓበየ ኣብ ዝኸደሉ ዘሎ እዋን፣ ሩስያ ነቲ ጉዳይ ዩራኒየም ኢራን ንምፍታሕ ዘቕረበቶ እማመ ዳግማይ ከም ዘሐደሰቶ ሲኤንኤን ጸብጺቡ። ናይ ሩስያ ሚኒስተር ወጻኢ ጉዳይ ሰርገይ ላቭሮቭ ከም ዝገለጾ፣ ሩስያ ነቲ ኢራን ትውንኖ ዘላ ልዑል ደረጃ ዘለዎ ዩራንየም ናብ ንቡር ናይ ነዳዲ መዐቀኒ ንኽትቅይሮ ወይ ድማ ንመሰል ሰላማዊ ምብልጻግ ኢራን ብዘይግህስን ንዓኣ ብዝጥዕማን ኣገባብ ኣብ ውሽጣ ንኽትሕዞ ሓገዝ ክትህብ ድልውቲ ምዃና ገሊጹ። ኢራን ኣኪባቶ ዘላ ኣዝዩ ዝተራቐቐን ሓደገኛን ዩራንየም፣ ናይ ኒኩለር ኣጽዋር ንምስራሕ ከም ቀዳማይ መሳርሒ ስለ ዝውሰድ፣ ኣብ መንጎ ኣሜሪካን ኢራንን ነቲ ውግእ ደው ንምባል ዝካየድ ዘሎ ዝርርብ ቀንዲ ዓንቃፊ ኮይኑ ይርከብ። ኣሜሪካ ንኢራን ንኹሉ ናይ ኒኩለራዊ መደባታ ንኽትዓጽዎ ትሓትት ኣላ። ብተወሳኺ ሓደ ካብ በዓል ስልጣን ዋይት ሃውስ ንሲኤንኤን ከም ዝገለጾ፣ ኣሜሪካ እቲ ኣብ ትሕቲ መሬት ዝርከብ ዘሎ ኣስታት ኣርባዕተ ሚእትን ሱሳን ኪሎ ግራም ዝኸውን ልዑል ዩራኒየም ካብ ኢራን ወጻኢ ክውሰድ ትጠልብ ኣላ ኢሉ። ኣብቲ ዝሓለፈ ሰሙን ኣብ ኢስላማባድ ዝተኻየደ ዘተ፣ ክልቲኦም ወገናት ንግዜኡ ንምምዕባል ዩራኒየም ደው ንምባል እማመታት ኣቕሪቦም ነይሮም እዮም። ይኹን እምበር ፕሬዝደንት ዶናልድ ትራምፕ ካብቲ ግዝያዊ ምቁራጽ ንላዕሊ እቲ ስራሕ ፈጺሙ ደው ክብል ከምዝመርጽ ብንጹር ገሊጹ ኣሎ። ሩስያ ቀደም ኣብ ግዜ ፕሬዝደንት ኦባማ ዝተፈረመ ናይ ኒኩለር ስምምዕ ተመሳሳሊ ሓገዝ ብምሃብ ነቲ ካብ ኢራን ዝተረኸበ ዩራንየም ኣብ ምስግጋር ዓቢ ተራ ከምዝነበራ ይዝከር። ላቭሮቭ ወሲኹ ከምዝገለጾ ሩስያ ኢራን ኣብቲ ናይ ሰላም ዘተ እትወስዶ ዝኾነ ይኹን ውሳነ ክትቅበሎ እያ። እንተኾነ ግን ኢራን ንሰላማዊ ኣገልግሎት ዩራኒየም ናይ ምምዕባል መሰል ኣለዋ ብምባል ዝሃቦ ቃል፣ ምስ ዩራኒየም ንናይ መብራህቲ መደበራትን ሰላማዊ ስራሕን ጥራይ እየ ዝጥቀመሉ ዝብል ናይ ቴህራን ነዊሕ ዘመን መርገጺ ዝሳነ እዩ። እዚ መግለጺ ላቭሮቭ ዝመጸ ድሕሪ'ቲ ናብ ቻይና ዝገበሮ ምብጻሕን ምስ መራሒ ቻይና ሺ ጂንፒንግ ዝገበሮ ርክብን እዩ። ብሰንኪ ምዕጻው ወሽመጥ ሆርሙዝ ናይ ነዳዲ ቀረብ ብዓለም ለኸ ተዓናቒፉ ኣብ ዘለዎ እዋን፣ ሩስያ ንቻይናን ንኻልኦት ቀረብ ነዳዲ ዘድልየን ሃገራትን ጸዓት ንምቕራብ እማመታት ተቕርብ ምህላዋ'ውን ዜና ታስ ሓቢሩ'ሎ። ናይ ዓለም ለኸ ማዕከን ገንዘብ፣ IMF፣ ናይ ዓለም ቁጠባ ድሮ ተሃስዩ ይብል። ሮይተርስ ሎሚ ኣብ ዘውጽኦ ጸብጻብ፣ ኣብ ዋሽንግተን ዲሲ ዝርከብ ናይ ዓለም ለኸ ማዕከን ገንዘብ፣ IMF፣ ዓመታዊ ኣኼብኡ ጀሚሩ ኣሎ። ኣብዚ ኣኼባ እዚ ድማ እቲ ኣብ መንጎ ኣሜሪካ፣ እስራኤልን ኢራንን ዝካየድ ዘሎ ውግእ ኣብ ቁጠባ ዓለም ዘስዓቦን ዘስዕቦ ዘሎ ጽልዋን ዝገልጽ ግምት ኣቕሪቡ ኣሎ። ከም ገምጋም እቶም ክኢላታት፣ እቲ ዕንወት ድሮ በጺሑ እዩ። እቲ ውግእ ሎሚ'ኳ ደው እንተበለ፣ ዕቤት ቁጠባ ዓለም ብመጠኑ ክጎድል ምዃኑ እቲ ትካል ይገልጽ። ይኹን እምበር እቲ ውግእ እንተቐጺሉ፣ ዓበይቲ ትካላትን ትሕተ ቅርጺ ልምዓታትን እንተዓንዮም፣ ከምኡ'ውን እቲ ግጭት ንነዊሕ ግዜ እንተድኣ ቀጺሉ፣ እቲ ሳዕቤን ዝገደደ ክኸውን እዩ። ብሰንኪ እዚ ናይ ዓለም ቁጠባዊ ዕቤት ናብ ክልተ ሚኢታዊ ክወርድ፣ ኣብ ዝቕጽል ዓመት ድማ ቁጠባዊ ዝቕባበ ወይ ኢንፍሌሽን ብልዕሊ ሽዱሽተ ሚኢታዊ ክውስኽ ይኽእል እዩ። እዚ ቁጠባዊ ስቓይ'ዚ ኣብ ኩለን ሃገራት ማዕረ ኣይኮነን ዝወርድ። እቶም ክኢላታት ከም ዝሕብርዎ፣ እቲ ጸገም ብፍላይ ነተን ኣብቲ ዞባ ዝርከባ ነዳዲ ዘፍርያ ሃገራት ኣዝዩ ከቢድ ክኸውን እዩ። እተን እናማዕበላ ዝመጻ ዘለዋ ሃገራት ግና ካብቲ ኣብ ኣሜሪካ ዝረኣ ሳዕቤን ብዕጽፊ ዝኸበደ መጉዳእቲ ክበጽሐን እዩ። እዚ ማለት ድማ እቲ ቁጠባዊ ነውጺ ኣብተን ድኻታት ሃገራት ዝያዳ ጸቕጢ ክፈጥር ምዃኑ እዩ ዘርእየና። ኤራን ንዜጋታታ ብማሕነቕቲ ናይ ምቕታል ደማዊ ውሳነታታ ይቕጽል ኣሎ። ዴይሊ ሜይል ኣብ ዘውጽኦ ሰፊሕ ጸብጻብ፣ መንግስቲ ኢራን ነቲ ካብ ወርሒ ጥሪ ጀሚሩ ክካየድ ዝጸንሐ ጸረ መንግስቲ ተቓውሞታት ንምዕፋን ዝጥቀመሉ ዘሎ ተሪር ስጉምቲ ብምቕጻል፣ ንመጀመርያ ግዜ ኣብ ልዕሊ ሓንቲ ሰላማዊት ተቓዋሚትን በዓል ቤታን ናይ ሞት ፍርዲ ኣመሓላሊፉ ኣሎ። እዚ ስጉምቲ'ዚ ድሕሪ'ቲ ብኣሽሓት ዝቑጸሩ ሰባት ዝተቐተልሉን ዓሰርተታት ኣሽሓት ድማ ዝተኣሰርሉን ደማዊ ዓፈና ዝመጸ'ዩ። ክሳብ ሕጂ ምስቲ ተቓውሞ ተተሓሒዙ ሸውዓተ ሰባት ብማሕነቕቲ ተቐቲሎም'ዮም። ትማል ኣብ ዝወጸ ሓበሬታ፣ እቲ ብፍሉይ ጭካንኡ ዝፍለጥ ዳኛ ኢማም ኣፍሻሪ ዝምራሕ ናይ ቴህራን ሰውራዊ ቤት ፍርዲ፣ ኣብ ልዕሊ ኣርባዕተ ሰባት ናይ ሞት ፍርዲ ወሲኑ'ሎ። እቶም ተፈሪዶም ዘለዉ ቢታ ሃማቲን በዓል ቤታ መሓመድ ረዛ ማጂጅ ኣስልን ክኾኑ እንከለዉ፣ ምስኦም ድማ ኣብ ሓደ ህንጻ ዝነብሩ በህሩዝ ዘማኒ ነጃድን ኩሮሽ ዘማኒ ነዳጅን ዝተብሃሉ ክልተ ኣስኡት ይርከብዎም። ቢታ ሄማቲ ምስዚ ተቓውሞ ተተሓሒዙ ናይ ሞት ፍርዲ ዝተበየነላ ቀዳመይቲ ጓል ኣንስተይቲ ምዃና ተፈሊጡ ኣሎ። እዞም ኣርባዕተ ሰባት ንረብሓ ኣሜሪካን ንጉጅለታት ሰብኣዊ መሰላትን ብምውጋን ስርሒታት ኣካይዶም ተባሂሎም ተኸሲሶም ኣለዉ። ቀንዲ ገበኖም ተባሂሉ ዝቐረበ ድማ ኣብ ቴህራን ካብ ዘሎ መንበሪ ህንጽኦም ኮይኖም ኣብ ልዕሊ ሓይልታት ጸጥታ ናይ ኮንክሪት እምኒ ደርብዮም ዝብል እዩ። ሰብኣዊ መሰላት ዝጣበቑ ትካላት ከም ዝገለጽዎ መንግስቲ ኢራን ነቲ ብሓይሊ ዝተረኸበ ኑዛዜ ኣብ መንግስታዊ ቴሌቪዥን ብምፍናው፣ መሰል ተኸሰስቲ ብግልጺ ይጥሕስ ከም ዘሎ ነቒፎም ኣለዉ። ትካላት ሰብኣዊ መሰላት ከም ዝገለጽዎ፣ መንግስቲ ኢራን ነቲ ናይ ሞት ፍርዲ ከም ናይ ራዕዲ መሳርሒ ብምጥቃም ኣብ ውሽጢ ሕብረተሰብ ፍርሒ ንምዝርጋሕ ይጥቀመሉ ኣሎ። ብፍላይ ድማ ድሕሪ እቲ ምስ እስራኤልን ኣሜሪካን ዝተጀመረ ውግእ እቲ ናይ ሞት ስጉምቲ ብዝለዓለ ክውስኽ ከም ዝኽእል ስግኣቶም ገሊጾም ኣለዉ። ኣብ ኖርወይን ፈረንሳን ዝመደበሮም ትካላት ሰብኣዊ መሰላት ከም ዝሓበርዎ ኣብ 2025 ጥራይ ኣብ ኢራን 1,639 ሰባት ብማሕነቕቲ ተቐቲሎም እዮም። ካብዚኦም እተን ኣርብዓን ሸሞንተን ደቂ ኣንስትዮ እየን። እዚ ቁጽሪ እዚ ምስቲ ኣብ ክልተ ሽሕን ዕስራን ኣርባዕተን ዝነበረ ትሽዓተ ሚእትን ሰብዓን ሓሙሽተን ሰባት ክነጻጸር ከሎ ብተዓጻጻፊ ወሲኹ ኣሎ። እዚ ማለት ድማ ኣብ መዓልቲ ብገምጋም ልዕሊ ኣርባዕተ ሰባት ይሕነቑ ኣለዉ ማለት እዩ። እዚ ቁጽሪ እዚ ካብ ሓደ ሽሕን ትሽዓተ ሚእትን ሰማንያን ትሽዓተን ጀሚሩ ዝተመዝገበ ዝለዓለ ናይ ሞት ፍርዲ እዩ። ካብቶም ኣብዚ ቀረባ ዝተቐተሉ ወዲ ዓሰርተ ሸሞንተ ዓመት መንእሰይ ሙዚቀኛ ኣሚር ሆሰይን ሃታሚ ይርከቦ። እዚ መንእሰይ እዚ ብገበን ሞሓረበህ፣ ብኣንጻር ኣምላኽ ምውጋእ፣ ተኸሲሱ እዩ ተቐቲሉ። ብተመሳሳሊ መሓመድ ኣሚን ቢግላሪ ወዲ ዓሰርተ ትሽዓተ ዓመትን ሻሂን ቫሄድ ፓራስት ካሎርን ወዲ ሰላሳ ዓመት ስድራ ቤቶም ንመወዳእታ ግዜ ከይተሰናበትዎም ኣብ ቤት ማእሰርቲ ገዘል ሔሳር ተሓኒቖም እዮም። ትካላት ሰብኣዊ መሰላት ከም ዘጠንቀቕዎ፣ ምስዚ ናይ ወርሒ ጥሪ ተቓውሞ ተተሓሒዙ ናይ ሞት ፍርዲ ዝተበየነሎም ሰባት ቁጽሮም ዕስራን ሽዱሽተን በጺሑ ኣሎ። ብኣማኢት ዝቑጸሩ ድማ ናብ ሞት ከብጽሕ ዝኽእል ክሲ ተመስሪቱሎም ይጽበዩ ኣለዉ። እቲ ኣብ ኒውዮርክ ዝመደበሩ ማእከል ሰብኣዊ መሰላት ኢራን ከም ዝገለጾ፣ እዞም ሰባት እዚኦም ብዘይ ፍትሓዊ ቤት ፍርዲ ጠበቓ ንኸይረኽቡ ተኸልኪሎምን ብስቓይ ተገዲዶም ቃሎም ብምሃብን እዮም ዝቕጽዑ ዘለዉ። እዚ ዅነታት እዚ ኢራን ኣብ ውሽጢ ፖለቲካዊ ኣከያይዳኣ ንዘጋጥማ ተቓውሞታት ንምቍጽጻርን ንህዝባ ንምርዓድን ነቲ ናይ ሞት ፍርዲ ብኸመይ ብሰፊሑ ትጥቀመሉ ምህላዋ ዘርኢ እዩ። ዓለምለኸ ማሕበረሰብ ድማ ነዚ ደማዊ ስጕምቲ ደው ንምባል ጸቕጥታት ክገብር ጻውዒት ይቐርብ ኣሎ። ክቡራትን ክቡራንን ንሎም ዝሓዝናዮም ዜናታት ነዞም ክትከታተልዎም ዝጸናሕኩም መስሉ ነይሮም። ኣብ ቀጻሊ ብኻልእ መደብ ክሳብ ንራኸብ ሰላም።